ሰላም ሰላም ክቡራትን ፍትዋትን እና ቻናሌ ቤተሰብ ደቂ ዓበይቲ ዋይ ሃመይ ኒኦኹምለይ ያው ብወገነይ ሰላም እየ እግዚኣብሔር ይመስገን ንስኻትም ድማ ሰላም ክትኾኑ እናተመነኹ ናይ ሎማዓንቲ ብድጋሚ የሌለ ከምቲ ትርእይዎ ኣለኹም ኣብ ከተማ መቐለ ኮይኑ ፍሉይ ቦታ ኣድሓ ያው ሎማዓንቲ ብቻ ለይ ይኾነይ ከምቲ ትፈልጥን ወይ ደሞ ከምቲ ትርእኑ ቪድዮታተይ ትከታተልዎ ኣለኹም ኣብዚ ሰሙን እዚ ኣብ ከተማ መቐለ ኮይኑ ኣብ ዓዳሓ ብዙሕ መሬታት እዩ ዝሽወጥ ኣሎ ኣነ ዝገርመና ሓደ ሓደ ግዜ ሲ በተለይ ዙ ገዛ ስሩሕ ምናምን ዝሽወጥ ለሲ እዛ ዓድና ሲ ገዝኡ ሓዲጉ መሬቱ ሓዲጉ እናሸጠ እናበለ ስላብ እዩ ዝወፅ ኣሎ ሓደ ሓደ ግዜ እኮ ግራ ኮ ኢላ ኣትየካና መን እዩ ብትክክል ማለት እዩ እና ታየ ክብለኩም ደልየ ያው ሃምኡ ኢና ርእስና እንእምኖ ዘይኮነስ ያው ኣብ ከተማ መቐለ ብዙሕ ቦታታት እዩ ልሽወጥ ኣለዎ ኢለኩም ሚእቲ ኣርባዓ ካሪ ተደሊኹም ክልተ ሚእቲ ሓምሳ ካሪ ለተደሊኹም ናይ ሎማዓንቲ ሒዞ ልኩም መፅእ ለለኹ ግን ሓሙሽተ ሚእቲ ካሪ እዩ ሓሙሽተ ሚእቲ ካሪ ብጣዕሚ ይርካሽ ካብኡ ለለ ነባር ርሕስቶ ናይ ክልተ ሽሐ ክልተይ ናይ ክልተ ሽሐ ሰለስተይ ዓመተ ምህረት ዝተዓደልዎ እዮም ምክንያቱ ሓደ ሓደ ሰባት ብዙሓት ኣሕዋት ይታትብሉ መሲልኩም ናይ ህንደይ ዓመተ ምህረት እዩ ምክንያቱ ሲ ከዚ ናይ ዓድና ብዙሕ እዚ ጭኽርኽርቲ ስለ ዝተርዓሉ እዚ ሕጊ ና 213 ወይ ደሞ ና 214 ሲ ብሃሞ እዩ እምበይ ብዙሕ ቦታታት ከዚ ተገዚኡ እዩ ሽዑ መቸምስ ብሙሉእ ዓለም እዩ ሽዑ ገዚኡ ማለት እዩ በተለይ ብዙ ዕፅዋን ክባን ትፈልጡ ይኹም ኣሕዋተይ ማዕረይ በተለይ ኣብ ስደት ዘለኽን ወይ ደሞ ኣብ ስደት ዘለኹም ኣብዚ ዕፅዋን ክባን ኳሲ ፍርቁ ልቤተሰብ እናሃበ ፍርቁ ለለ ሰብ ልወልዖ ልሰትዮ ናሰኣነ ዳርጋ በቃ ልዋዕሎ ኩሓስ ብክልተ ሚእቲ ሓምሳይ ብሰለስተ ሚእቲ ልገዝኣ ኣለዋ ማለት እዩ ከዚ ነሻዓይቱ መንግስቲ ኣውዚ ሰብ እናጠመየ ውዚ ሰብ እናረገፈ ሲ ልምታይ እዩ ቦታታት ልግዝኣ ኣለና ተቓባልነት የውሊ ብዝብል ኣሕዲሩ ገለ ይባል ግን ወረ እዩ ወረ እዩ ሓም ኢልኩም ርእስኹም ኣይተምንዎ ማለት እዩ ምክንያቱ ብዙሕ ሰብ እዩ ገዚኡ ናሸጠ ናለወጠ ናሸጠ ናለወጠ ናሸጠ ናለወጠ እዩና ኣብዚ ስደት ሎልደ ዘለና ከዓ ይቅርታማ ስልክ ኣትዩ ነይሩ ለየጨነቀና ኢና ንጭነቅ እና ታይ ክብል ደልየ ኣስኳር ሓፍተይ ኣመተ ምህረት ክወርሉ እና ከዚ ክፍሊት ብዙሕ እንትን የለ ኢልኩም ብዙሓት ኣሕዋት ይፅሕፉ ኣለኹም እና ወሳኒኡ እቲ ካርታ እዩ ወሳኒኡ ቦታ እቲ ካርታ እዩ ኣብዛ ውሽጢ መዝገብ ኣብዚ ውሽጢ መዛጋጃ ቤት እዛ ቦታና ኣፍቱ ናይ ደገ ለሎ ካርታና ኣፍታ ናይ ውሽጢ ሲ ሓደ ዓይነት ሮ መጀመርያ ነገር ሲ ስሙና ወኪሉ ኩሉ ነገር ሸዋጢ ለዋጢ ካርታ ልወፀሉ 250 ሲኾን 140 ካር ሲኾን ሰለስተ ብዘየገድስ ዝኾነ ይኹን ካርታ ወረቀት ልወፀሉ ምስታ ናይ ደገና ምስታ ናይ ውሽጢ መዘጋጃ ቤት ለላሲ ሓንቲ ድያ ስማ ሓንቲ ድያ ካርታ ሓንቲ ድያ ወኪላ ኢልኩም ብደንብ ጌርኩም ቅድሚ ቅርሺ ምሕላፍኩም እዚ ሕዚ ሰዓት ልልመፅ እኒኦ ሓምዚ እዩ ማለት እዩ ቅድሚ ሕዚ ነባር ትሕዝቶ ይኹን ምን ይኹን በቃ ተፈራሪም ሃውዶ ካርታ ኣለዎ እዩ ተባሂልካ ዛናደግ እንድሕር ርኢኻ ዛናደግ ካርታ ርኢኻስ በቃ ቀጥታ ቁርሺ ይሓልፍ ሕዝኻ ሃምሉ ባህል የለይ ቅድሚ ቅርሺ ምሕላፍካ ኣታ ገዛ እትገዝእ ኣለካ ቦታ ማለት እዩ ቅድሚ ቅርሺ ምሕላፍካ እዛ ናይ ቦታ ካርታ ኣፍታ ውሽጢ መዛጋጃ ቤት ኣላ ዶ ኣፍታ ናይ ደገ ከ ኣላ ዶ እታ ናይ ደገ እና እታ ናይ ውሽጢ ከ ሓደ ዓይነት ድየን ኢልካ መጀመርያ ነገር ሰብካ ሒዝካ ከተናዝዝ ክትጥየቅ ኣለካ ምስ እውን ጥዑይ ደላል ክኾን ኣለዎ ምክንያቱ ኣብ ደገ ካርታ ተኣማሚኑ ኣብ ውሽጢ ለየለ ዋና ሰብ ሓምኣ እዩ ዝፀፋፅፈሉ ሕዚ ሰዓት ማለት እዩ ኣብ ደገ ካርታ ይርእዩ እሞ ተመሊስኻ ከይድኻ ናብ ውሽጢ ኣብቱ ዋና ባሕሪ ከዓ እታ ካርታ ደየላ እታ መዝገብ ለየላ ሸዋጢ ለዋጢ ደየለ ኣብ መንጎ እቲ ካርታ እዚ እንታይ እዩ ፎርጅት እዩ ማለት እዩ እና ብዙሕ ሰብ ያው ፎርጅት ኒዮ ድዩ ብዙሓት ብካርታ ተልዓለ እውን ፎርጅት ኒዮ ድዩ ስኳር ሓፍተይ እንታይ እዩ ሃምዲ ዝበሃል ገለ ኢልኩም ንነይርኹም እዎ ኣሎ እዩ ፎርጅት ካርታ እናስርሑ ብዙሕ ሰብ እዮም ዝዘፋሰብሎም ማለት እዩ ስለዚ እንታይ እየ ክብል ደልየ ዓዳጊ ሸዋጢ ካርታ ኣለዎ ድዩ እወ ኣለዎ ብደንቢ ገርኩም ትጥይቁ ኣብ ውሽጢ ይኹን ኣብ ደገ ይኹን ብደንቢ ገርኩም ክትጥይቁ ኣለኩም ምስእለ ጥዑይ ደላል ክኾን ኣለዎ ዘረባ ኣብ ዝሕርኩም ኣሕዋተይ ማዕረይ ላፍቶ ሓበሬታና ንኸድ ናይ ሎማዓንቲ ሒዘዮ መፅየ ዘለኹ ሓሙሽተ ሚእቲ ካር እዩ ሓሙሽተ ሚእቲ ካር ከዓ ቅድሚ ከዚ ሸር ገይረ ነይረ ሓሙሽተ ሚእቲ ካር ኢለ እሳ ትሸይጣ እያ እንዲያም ክልተ ሰብ ገዚኦምዋ ክልተ ክልተ ሚእቲ ሓምሳይ ማለት እዩ ኣምዚ እውን ተስማዕሚዕኻ እውን ክትገዝእ ትኽእል ኢኻ ምክንያቱ ን ክልተ ሚእቲ ሓምሳ ካሬ ን ክልተ ሚእቲ ሓምሳ ካሬ እንድሕር ሃልዩዎም ካርታ ሃልዩዎ እታ ካርታኻ ክትመጸልካ ትኽእል እያ ማለት እዩ ኣብታ ውሽጢ ኣብታ ደገ ብደንቢ ገይርኹም እዚ ተስማዕሚዕኹምላ ኣብ ክልተ ሰብ ትገዝኡ ትኽእሉ ኢኹም ኣብ ሰለስተ ሰብ እኳ እንድዒ ክወጸሉ ዶ ካርታ ኣይወጸሉ እዩ እዚኣ ብዙሕ ኣይሓዝኽዎ ኣሕዋተይ ማለት ለይትፈልጦ ኣብዚ ጠውለቕ ኢልካ ምንጋርስ ብዓልካ ብዙሕ እንትን ኣይበካይ ኣብዚ ክልተ ሚእታ ሓምሳይ ሓሙሽተ ሚእቲ ካር ትኾንሉ እዚ ክልተ ሚእቲ ሓምሳይ ክልተ ሚእቲ ሓምሳይ ግን ብደንቢ ገይሩ ልክልተ ሰብ ካርታ ይወፀልካ እዩ ሕዚ ሓሙሽተ ሚእቲ ካሬ ሒዘያ መፅኦ እኒኹ ቦታ ብጣዕሚ እዩ ሰፊሕ ኣብ ከተማ መቐለ ኮይኑስ ኣድሓ ብግልዋጥ ከዓ ፅርጋለሉ መጨረሻ ታክሲ ልርከብ እዩ ሓሙሽተ ሚእቲ ካረ ማለት ብጣዕሚ እዩ ሰፊሕ እና እንድሕሪ ክልተ ሰብ ትገዝእዎ ኮይንኩም ለ ያው ድርድር ኣለዎ እዩ ኢሎም እኒው ዋጋ ለ እቲ በዓል ቦታ ወይ ደግሞ እቲ በዓል መሬት እና ንብሎ ሽዱሽተ ነጥቢ ሓሙሽተ ይብለና ኣሎ ማለት እዩ ሽዱሽተ ነጥቢ ሓሙሽተ ሮ ይዎ ዳርጋ ለውጡ እዩ ሓሙሽተ ሚእቲ ካረ ሲ እዚ እሞ ሕደዎ እሞ ድርድር ኣለዎ እዩ ተዳራርኹም ልስ ካብ ሽዱሽተ ተውርድዎ ትኽእሉ ኢኹም ልኽልተ ሚእቲ ሓምሳ ካሪ ልኽልተ ሚእቲ ሓምሳ ካሪ ኣብ ክልተ ሰብ እንድሕር ገዚኹም ቦሲ ክክንደ ይጸርር ኣሎ እዚ ቅርሺ ኣውኒኹም በዓልኩም ሓስብዎ ማለት እዩ እና ብጣዕሚ እዩ ቆንጆ ኣብዚ ሕዚ ሰዓት ሕዋተይ ኣብ ዓድና ኣብ ፀገም እዩ ዘሎ ቦታ ካርና ጠውለቕ ኢሉ ዝገዝእ ሰብ የለይ ታማ ታይ ቅርሺ እታ ቅርሽስ ኣበይ ትርከብ እታ ቅርሺ ሲ ያው ናብራ ሓረስታይ ዶ ትፈልጥዎ ኣለኹም ናብራ ነገዴ ዶ ትፈልጥዎ ኣለኹም እና ላፍቲያ ላፍቲያ እናተባታተና ትንቅርሺ በቃ ተቃሳቂስካ ልትበልዐ ንወዲያው ሲ ቅርሺ እዩ ለድልዮ ኣላ ዓድና እምበይ ጠውለቕ ኢሉ ቦታ ልገዝእ የለይ ተረዲኹም ዶ ኣብዚ ሓዚ ሰዓት ማለት እዩ ስለዚ ተኣየ ክብል ደልየ ቅርሺ ልሓዝኹም ኣሕዋተይ ሽዱሽተ ነጥቢ ሽዱሽተ ሚልየን ነጥቢ ሓሙሽተ ይብለና ኣሎ በዓል ገዛ ዝሮ ዝሮ ድርድር ተሃልዩ ወለ ሽዱሽተ ከውርደልኩም ክኽእል እዩ ንሓሙሽተ ሚእቲ ካር ሓሙሽተ ሚእቲ ካርም ማለት እዩ ዳርጋ ለውጡ ይህበና ኣሎ እዚኣ ክልተ ሰብ ገይርኩም ድሕር ገዚኹምዎ ብጣዕሚ እዩ ሓሪፍ ኣጋጣሚ ለ ረእይዋ ቦታና መፅያኒያ ዝኣምንልላታ እያ እዛ ቦታና ረእይዋ ረእይዎ ከባቢኡ ተርእይዎ ኣለኹም ዶ ረእይዎ ከባቢ ብጣዕሚ እዩ ደስ ዝብልና ዝማዕበለ ቦታ እዩ ልምዋል ደልየየ እዚ ክፍሉቱ ናይ 2002 ናይ 2001 ነባር ትሕዝቶ እዩ ነባር ትሕዝቶ ካርታ ዘለዎ ብጣዕሚ ደስ ዝብል ማለት እዩ ረእይዎ ኩሉ ነገር ማይ መብራህት እዩ ዝተማለ እዩ ብጣዕሚ ደስ ዝብል ቦታ እዩ ስለዚ ኣብ ክልተ ሰብ ክንገዛ ኢና ስኳል ሓብተይ ተልኹምኒ ቁፅር ስልኪ ኣብዚ ክሓድገልኩም እያ ብደንቢ ገይርኩም ላብዙ ደላሊ ደዊልኩም ደላል ድማ ምስ በዓል ገዛ ክትራኸቡ ኣለኩም ማለት እዩ ያው ደላል ለይብሉ መሬት ኣምሊ ግዛ ትፈልጡ ኣለኹም ኣሕዋተይ ማዕረ ይቅርዶ ቦታ ሕዚ ብዓብዩ ሲ ክራይ ገዛ መቐለ ትእልሽ ተኮይኑ ካላ ብደላሊ እዩ ኮይኑ እና ጥዑይ ደላሊ ኣብ ኣደ ልነግረኩም ሁሉ ግዜ ደጊመ ደጋጊመ ጥዑይ ደላሊ ልተሓባበረካ ከምዚኣ ዶ ከምዚኣ ኣብቲያ ወረቀት ወዲእኻ ምሳኻ ልኸድ ምሳኻ ልጥይቕ ምክንያቱ ድሕሪ ግዜ ኩላ ውያ ትግልወጦ እንድሕር ሃምዚ ሃምዚ ኢልካ ከዓ ገዚእኻ ማለት እዩ ዝሮ ዝሮ ልቓደም ኣይግበርካ ግን ቅድሚ ምግዛእኻ ብደንቢ ጌርካ ክትጥይቕ ኣለካ በሃሊት እየ ኣስኳል ሓፍትኹም ያው እንድሕር መችኩም ለ ላይክ ሸር ናጎርኩም እተው ቤተሰብ ኣተዋውዕኒ እዞም ሕዋተይ ያው ዓሰርተ ሽሕለ ሳብስክራይብ ክበፅሕ እዛ ቀረባ መዓልቲ ሓግዝኒ ናይ ሎም መዓንቲ ብዴና እዚኣ ትመስል ነይራ ብካሊእ ቪድዮ ስካዕ ካልመፅእ ሰናይ ደቂ ዓበይቲ ዋየይ ባይ ባይ